ህዝባዊ ግንባር ሓርነት ኤርትራ ብጣዕሚ ዓብዪ ውድብ እዩ። ንዘመናት ዝነብር ዘሎ ውድብ እዩ። ካብ ህዝባዊ ግንባር እውን ንመሃሮ ነገር ይህሉ ኢለ እየ ዝኣምን ኣነ። ኣብ ሶሻል ሚድያ ካብ ዝዝርጋሕ መደባት ብዙሕ ኣዘናጋዒ ወይ መሃሪ ወይ መዓዲ ትብሎ መደብ ክትረክብ ውሑድ እዩ። እንተኾነ ግን እዚኣ ኢንተርቪው እዚኣ ኣገዳስነት ኣለዋ ኢለ እየ ዝሓስብ። ምኽንያቱ ሓደ ብዛዕባ ኤርትራ እዩ፣ ካልኣይ እቲ ትንታነን ርኢቶን ኣብ ኤርትራ ዘለዎም ኣረኣእያን ከምኡ'ውን ኣብቲ ፖለቲካዊ ውድብ ዝበሎ ማለት እዩ። ኣነ ፖለቲከኛ ኣይኮንኩን ፖለቲካ ውን ኣዝየ ፈላጥ ኢለ ኣይፈልጥን እየ እንተኾነ ቅድም ቅድሚ እዚኣ ዘምፃእኹዋ ቪድዮ ነይራ ኣብቲ ሊንክ ኣብ ታሕቲ ገርፈልኩም እየ ካብኣ ተኸቲልኩም ሲ ቀፂልካ እዚኣ ቪድዮ ከዓ እእትዋ ገለ ሓበሬታ ኣለዋ ኢልኩም ሰድኩምለ ነርኩም ካብቲ ሊንክ ተበጊሰ ኣተሓሒዘ ኣለኹ ብዛዕባ ኤርትራን ብዛዕባ ውድብ ናይ ህዝባዊ ግንባር ሓርነት ኤርትራ ዝበሎ ነይሩ ነዚ ክቐርበልኩም እየ ሓቢርና ንከታተል
ካብ ዝኾነ ውድብስ ክመሃር ክመሃር ይኽእል እዩ ህወሓት ስለዚ ህወሓት በይኑ እዩ ውድብ ነይሩ ናይ ፖለቲካ ውድብ ካሊእ ውድብ ኣይነበረን ዝብል እውን ሓደ ኣነ በቲ ዓቕመይ ከም ዝርደአኒ ትኽክል ኣይኮነን ምስ ዘሎ ጭቡጥ ወድዓዊ ኩነታት ናይቲ ዝተጠቐሰ ከባብታት ዝገልፅ ኣይኮነን ስለዚ ኣብ ቲፒኤልኤፍ ጥራሕ ተጣበቐ ማሕበረሰብ ከመይ ጌርና ኢና ቲፒኤልኤፍ ተጠፊኡስ ቲፒኤልኤፍ እንዳጥፈ እንዳተጋገየ እሞ ድማ ብኣሽሓት ኣማኢት ዝቑፀር መስዋእቲ እንዳኽፈሉ ተደጋገምቲ ጌጋታት ኣብ ልዕሊኡ ዳርጋ ቤተ ፈተነ በሎ ህዝቢ ትግራይ ምኽንያቱ ብኹናት እዩ ዝፍተን ኩሉ ግዜ ብኹናት እዩ እንዳሓለፈ እንደገና ካልኣይ ኩናት ሳልሳይ ኩናት እንዳመፆ ኣይ ናብ ኩናት ተእትወኒ ኣለኻ መስዋእቲ ተኽፍለኒ ኣለኻ ኣታ ውድብ ንስኻ ኣይትጠቕመንን ብረብሓ ከምቲ ዝበልካዮ ድማ ኣብ ዘሕፍር ዓይነት ናይ ድኽነት ብርኪ ዘሎ ሕብረተሰብ ኣይጠቕምካንን፣ ኣየልማዕኻንን፣ ኣየሀፍተምካንን ኢሉ ወቒሱ ካሊእ መማረፂ ከዳሉ ዘይኽእል ማሕበረሰብ ከመይ ገይርካ ኢኻ ንቑሕ ማሕበረሰብ ትብሎ? ናይ ፖለቲካ ማሕበረሰብ እዩስ ከመይ ገይርና ምባል ንኽእል? ንቲፒኤልኤፍ ስለዝደገፈ ጥራሕ ከምኡ ምባል ንኽእል ዲና? ኖኖ ኣነ ዝበልኩ ኻዓ እንተወ። ጠቕላላ ከም ህዝቢ ናይ ፖለቲካ ንቕሓትና ተቓራራቢ እዩ እየ ዝበልኩ። ናብ ቲፒኤልኤፍ ዘለና ርድኢት ጥራሕ ኖ ኖ ብጠቕላላ ህዝቢ ትግራይ ዘለዎ ናይ ፖለቲካ ንቕሓት ዝተማጣጠነ እዩ። ኣብ መንጎ እቲ ልሂቅን ኣብ መንጎ እቲ ሓፋሽን ትርጉም ዘለዎ ኣፈላላይ የለን እየ ዝብለኪ ዘሎ። ኣብ ትግራይ ቲፔሌፍ ዘይትውንና እድር እውን የላን ዋላ ናይ ሃይማኖታዊ ማሕበር እውን በላን ካብኡ ካብ ኢዶም ቁፅፅሮም ወፃእ ዘይኮነ ማሕበራት ካልኦት ካልኦት ውዳበታት ስለ ዘይፈቅድ ዝነበረ እዩ እቲ ከምኡ ኮይኑ እቲ ማሕበረሰብ ይኹን እቲ ኢሊት ወሎ እቲ ናይቲ ውዳበ ኢሊት ወሎ ኣብ ማዕረ ዝኾነ ብርኪ ንክርከብ ዓብዪ እጃም ዝተፃወተ ባዕሉ ቲፒኤልኤፍ እዩ ይብልዎ ስለዚ ምናልባት እዚ ኣብዚ ሕዚ ዘለናሉ ናይ ኩላምሉ ዓይነት ውድቀት ድምር እዩ እቲ ሕዚ ወዲቕናዮ ወይ ከዓ እቲ ሕዚ እንርከበሉ ዘለና ብርኪ ናይ ባዕለይ እጃም ወይ ከዓ ናይ ባዕለይ ኮንትርቢሽን ገይረ እየ ኢልካ ዶ ትሓስብ? ናይ ፖለቲካ ንቕሓት ምምጥጣን ኣሎ ኢለ እየ ዝኣምን ኣብ ትግራይ ዶ ኢለኪ? ኣብዚኣ ግን ብፍሉይ ክለዓሉ ዝግብኦም ኣካላት ከዓ ኣለዉ። ንፀላኢ ኢደይ ኣይህብን ኢሎም። መስረቲ ውድብ ህወሓት ንኒ ተጋዳላይ ስዩም መስፍን፣ ኣባይ ፀሃየ፣ ዘርኣይ ኣስገዶም፣ ኣስመላሽ ወልደስላሴ፣ ዳንኤል ኣሰፋ፣ ጉዕሽ ገረዝሄር ዝኸፈልዎም መስዋእቲ እምቢ ንፀላኢ ኣይንማረኽን ኢሎም ሒዞምዎ ገሊኦም ሒዞምዎ ብዝነበሩ ካላሽን ንባዕሎም ዝሰውኡ ናይ መኸተና ሞዴል እዚኦም እምበር ናይ ስሳ መዓልቲ ናይ መቐለ ኣኸባ ኣይኮነን እዚ በዞም ስውኣት ምቕላድ እዩ ብስዩም በባይ ፀሃየ ብዘርኣይ ኣስገዶም በስመላሽ ጀጋኑ ምሕጫጭ እዩ ሓቂ ንምዝራብ ምሕጫጭ ስዩም ምስ ተሰውአ ኣባይ ምስ ተሰውአ ንባዕሎም ንፀላኢ ኢድና ይንህብን ኢሎም ጥይት ምስ ሰተዩ መንእሰይ ትግራይ እንታይ ኢሉ ብሓንሻው ዶ ናብ መኸተ ኣትዩ ተራእዩ ዘይፈልጥ ጅግንነት ደርእዩ ዩኒቨርሲቲ ገዲፉ ሆስፒታሉ ገዲፉ ትምህርቲ ቤታቱ ገዲፉ ደቁ ገዲፉ መዓት ምሁር መንእሰይ ዶ ክላሽን ሒዙ ተሰዊኡ መሊስዎ ዶ እቲ ኩነታት ብተግባሩ ሰርእዩ ዶ ማለት እየ ኣርእዩ ዶ ብተግባር እሞ ድማ ኣብ መሪሕነት ዘይፀንሐ ተመኩሮ ዘይብሉ ማለት እዩ ኣብ ሽዱሽተ ወርሒ መራሕቲ ክፍለ ጦራት ዶ ኮይኖም ምሁራት መናእሰይ ትግራይ መራሒ ክፍለ ጦር ንምዃን ኣብ ፀረ ደርጊ ቃልሲ ብጣዕሚ ብዙሕ ዓመት እዩ ዝወስድ ነይሩ መራሒ መስርዕ ንምዃን መርሓ ጋንታ መርሓ ሓይሊ ንምዃን እውን ከይተረፈ ማለት እዩ እዚ ግን ዝተምሃረ ሓይሊ ስለ ዝኾነ ኣብ ሓፂር ግዜ ዶ ናብ ክፍለ ጦር ናብ ኮር ብርኪ ዶ ወፂሑ ንሕና ንዚ እዋን እዚዩ ዘለዉ ሕቶታት ክንምልስ ዘኽእል ኩለመዳያዊ ብቕዓት ከም ዘይብልና ካሊእ ሓይሊ ከም ዘድልያ ትግራይ ጸጥታ ኩሉ ናይ ዲፕሎማሲ ሓድሽ ዓቕሚ ክትፈጥር ኣለዋ ትግራይ ሓድሽ መልሲ ንወል ክንህብ ዘግድደና ኣብ ሓድሽ ኩነታት ኢና ዘለና ንዚ ዝኸውን መሪሕነት ብኸይዲ ዝፍጠር የለን ከምዘየለ ግልፂ እዩ ለስተ ኣይክኸውን ነይሩ እዚ ኩነታት እዚ ከቢድ ስለ ዝኾነ ኣነ ክመርሖ ኣይክእልን እዩ ክብል ነይሩ ሕድሕድ ሰብ ኣብቲ ኩነታት ተዝረኣና ብዕሊ መብርህስ ካብ ዝወሃብ ሓቂ ንምዝራብ ከምኡ ግን ኣይኮነን ዝኒሀ እዚ ኣነስ ብቑዕ ኮንኩን ክወርድ ኣለኒ ብጠቕላላ እውን ንዚ ኩነታት ዝመርሕ ብቑዕ እኹል ብቁፅርን ብብቕዓትን እኹል መሪሕነት የብልና ስለዚ ከመይ እዚ መሪሕነት እዚ ንፍጠሮ ዘሎ እንተኮይኑ ምስ ዘድሊ መሪሕነት ኣብ ምፍጣር እዩ ክሕግዝ ዝኽእል ዝብል ምርድዳእ ስለ ዘየለ ንስኻ ፅናሕ ኣነ ንስኻ ፅናሕ ክበሃል ከሎ ኣይፀንሕን ናይ ውረድ ኣይወርድን ዓይነት ኣጀንዳ ንቕድሚት ከም ዝመፀ ኩሉ ህዝብና እዩ ዝፈልጦ ማለት እዩ ኣነ እውን ይፈልጦ ማለት እዩ ክኸውን ዝግበኦ ግን ኣብቲ ኩነታት ብደንብ ትረዳዳእ እቲ ኩነታት ብጣዕሚ ዘድንግፅን ዘባህርርን እዩ እዚ ኩነታት እዚዩ ዝመርሕ መሪሕነት የብልናን ሓድሽ መሪሕነት እዩ ዘድልየና ንቲ ኩነታት ዝምጥን እቲ ዘሎ መሪሕነት ዘለዎ ልምድን ዝመፀሉ ባይታን ህዚ ዘሎ ኩነታት ንወይኑ እዩ ንወይኑ እዩ ስለዚ ከመይ ጌርና ዓብዪ መሪሕነት ንፍጠር ኣብ ዝብሉ እቲ ዓብዪ ህራስ ዘይህብ ኣጀንዳ ክኾን ዝግብኦ ነይሩ ማለት እዩ እዚ ስለ ዘይኮነ ህዝብና እውን ፈሊጥዎ እቲ ኣኸባ ምንውሑ እውን ኣፅሊእዎ ብካሊእ ገፅ ድማ ብደገ ፀላእቲ ስለ ዘለዎ ተዋሓደታ ዘላ ሓይልና መዓት ጅግንነት ዝፈፀመት ውድብና እውን ከይትፈርስ ዝብል ስግኣት እኒኤሉ ኣብ ጭንቃ ኣትዩት ህዝቢ ማለት እዩ ኣብ ኤርትራ ዝወሰድኩሞም ስጉምቲ ባዕሉ ከመይ ኢኻ ትግምግሞ ኢሉ እውን ትግራይ ኣብቲ ሽዑ እዋን ዝነበረ ሕዚ ኮይንካ ንድሕሪት ምልስ ኢልካ እቲ ናይ ሕዚ ዘሎ ንቕሓት እቲ ናይ ሕዚ ዘሎ ኣፍልጦ ወሲኽካስ ኣብቲ እዋን ንሱ ተዝኸውንስ ትግራይ ሃገር ትኾነሉ ዕድል ወይ ከዓ ናይ ምምስራት እንተ ትምስርት ነይራስ ካብቲ ሕዚ ዝኣትያቶ ዘላ ፀገም ምተናገፈት ነይራ ኢልካ ዶ ትሓስብ? ሃገርነት ትግራይ ምናልባት ካብቶም ብተደጋጋሚ ዝመፅዋ ኹናታት ከ የናግፋ ዶ? ኣብዚ ኣልዒልክዮ ዝኒሀ ጉዳይ ሓቂ ንምዝራብ ብጣዕሚ ርግጸኛ ዝኾነ መልሲ የብለይን ብድምር ግን ምስ ኤርትራ ይኹን እዚ ድሓር ዘጋጠመና ውግኣት ክተርፍ ኣብ ምግባር ብኣና ወገን ክግበር ዝግብኦ ነገር ተገይሩ ኢለ ግን ኣይኣምንን እዚ ክግምገም ኣለዎ ኢለ እየ ዝኣምን መትረፍናዮ ዶ ኣይመትረፍናዮን ብዘየግድስ ክንገብሮ ዝግበአና ነገር ጌርና ዶ ኣይገበርናን ኢልካ ብድፍረት ክግምገም ኣለዎ ብፍላይ እቲ ሓዱሽ ወለዶ ክግምግሞ ኣለዎ ኢለ'የ ዝኣምን። ንሕና ነባራት ንበሃል ተጋደልቲ እውን ንባዕልና ካብቲ ጉዳይ ኣውጺእና ነጻ ኮይንና ክንግምግሞ ክንሓስብ ኣለና። ኣነ ከምታ መጀመርያ ዝበልኩኺ ብዛዕባ ኤርትራ ማለት ብዛዕባ ኤርትራ ብዛዕባ ናይ ኤርትራ መንግስቲ ወርሒ ከፊልካ ተትግምግም ብዛዕባ እዞም ናይ ኣምሓራ ናይ ትምክሕቲ ጅለታት ከምኡ ከፊልካ ግምግም ተትውዕል ብዛዕባ ብልፅግና ከምኡ ግምግም ተትውዕል ንሪኦ የብልናን ማለት ኣይኮነን ከባቢና እቲ ንህልውናና ብጣዕሚ ወሳኒ ነገር ግን ህዝቢ ትግራይ ከመይ ኣሎ ዝብል እዩ ኣብዛ ከባቢ ኣብዛ ዘለና ቀርኒ ኣፍሪቃ ቀልጢፉ ሓይሊ ክፈጥር ዝኽእል ዝተመጣጠነ ናይ ፖለቲካ ንቕሓትን ውፊነትን ዘለዎ ናይ ባዕሉ ጉዳይ ፍትሓዊ ሕቶ እውን ዘለዎ ህዝቢ ትግራይ እዩ ስለዚ ቀልጢፉ ሓይሊ ክፈጥር ዝኽእል ህዝቢ እውን ንሱ እዩ ኣነ ዝተወሰኑ መናእሰይ ይስደዱ ስለ ዘለው ዝተፈናኣለ ህዝብና ስለ ዘሎ ብኩና ስለ ዝተዳኸምና እቲ መሰረታዊ ዓቕምና ጠፍኡ ኢለ ኣይኣምንን ኣሎ በቃ እቲ ብዘመናት ዝተዋህለለ ዓቕምና ኣሎ ዲሞግራፊና እውን ብመሰረቱ ኣይተዛብዐን ከቢድ ዋጋ ዋላ እንትኸፈልና ማለት እዩ ምስ ኤመሪካ ተሓባቢርካ ምስራሕ ዓብዪ ፍልጠት፣ ክእለት፣ ውፍይነት ይሓትት። ዓብዪ ምትዕጽጻፍ ይሓትት ማለት እዩ። ርኢናዮ እኮ ናይ ኤመሪካ ተጽዕኖ ዝውግእ ዘይሓቀይ ርኢናዮ እኮ ከመይ ጌም ቸንጀር ከም ዝነበሩ ከመይ ኩነታት ይቕይሩ ከም ዝነበሩ ሚድያታት እኮ እዩ ዝኣክል ናይ ኤመሪካ ወይ ንቱርኪ ወይ ንዓረብ እመረት እዚ ግበሩ ኢልካ ምዝራብ እኮ እዩ ዝኣኽሎም ኤመሪካ ብግዜ መለስ ንኤመሪካን ንቻይናን ከመይ ባላንስ ተገይረን ተታሒዘን ነይረን ኤመሪካውያን ንመለስ ከመይ ይርእይዎ ነይሮም ከመይ ገሊጻቶ ሱዛን ራይዝ ናይ ዓዱ ጥቕሚ ሕሊፉ ዘይህብ ናይ ካልእ ዓዲ ጥቕሚ እውን ዘይጻረር ኢላ ዶ ገሊጻቶ ናይ ኣፍሪካ ቐርኒ ዋና መረጋገኢት ኢትዮጵያ እያ ዝብል መደምደምታ ዶ ወሲዶም ነይሮም? ከምኡ ዓይነት መደምደምታ ዝሓዙ እኮ ኣሜሪካ ብግዜ መለስ ናይ ኢትዮጵያ ውጭ ጉዳይ ምስ ናይ ኢትዮጵያ ምስ ናይ ኣሜሪካ ውጭ ጉዳይ ናይ ኢትዮጵያ መከላከያ ሚኒስተር ምስ ናይ ኣሜሪካ ፔንታጎን ናይ ኢትዮጵያ ኒስ ምስ ናይ ኣሜሪካ ሲኣይኤ ናይ ኢትዮጵያ ካልኦት ትካላት ምስ ናይ ኣሜሪካ